ዝናፈቅኩምን ዝተናፈቅኩምን ኩቡራት ስድራ ቤት ከመይ ቀኒኹም ምውቕ ዝበለ ሰላምታየይ ንዓኹም እምበኣረይ ሎማዓንቲ መዘራረቢ ዛዕባ ሒዘዮ መጽየ ዘለኹ ድማ ኣብ ሓደ ናይ ካልኣይ ደረጃ ትምህርቲ ዝነበረ ንወለዲ ዘዳለወልና መደብ ከም ድራማ መሰል ካብኡ ዝተዓዘብኩዎን ኣብ ኩላህና ወለዲ ዘጋጥም ዘሎ ነገርን ኢና ሎማዓንቲ ክንዘራረብ እምበኣረይ ከስ ናብኡ ከብለኩም ኣብቲ ናይ ካልኣይ ደረጃ ትምህርቲ ምስ ከድና፣ ንወለዲ ንዓና ከም ድራማ ኣምሲሎም እቶም ቤት ትምህርቲ መደብ ኣዳልዮምልና። ኣብቲ መደብ ተኻፈልቲ ኮይና ድማ እቲ መደብ ጀመረ። ሓንቲ ጓል ዓሰርተ ሰለስተ ዓመት መጺኣ ተጎልቢባ ደቀሰት። ምስ ደቀሰት ኣቦኣ መጸ። እዛ ጓለይ ትምህርቲ ደኣ ኣይትኸድን ዲኺ? ኢሉ ሓተታ። ሓሚመ ኣለኹ፣ ትምህርቲ ኣይከይድን እየ ሎማዓንቲ በለቶ። እንሆ ተጎልቢባ ስለ ዝነበረት ኣቦኣ ዝገብሮ ጠፊእዎ ኮለል ኮለል ኢሉ ካብታ መደቀሲት ክፍሊ ናታ ወጸ። ወጺኡ ድማ ንትምህርቲ ደወለ። ደው ኢሉ ጽንሕ ኢሉ ድሕሪ ደቃይቕ ድማ ናብ ጓሉ ናብታ ዘደቂሳታ ዝነበረት ቦታ ተመልሰ። እሞዛ ጓለይ ንትምህርቲ ደዊለሎም ኣለኹ እሞ እንታይ ክገብረልኪ ኣዴኺ ወፂኣ ኣላ በላ ዋላ ሓንቲ ኣየድልየንን እዩ ሓሚመ ኣለኹ ኣብዛ መደቀሲተይ ክኾን ጥራይ ግደፈኒ በለቶ ኣቦ ካብታ ክፍሊ ወፀ ቆልዓ ኣብኣ ተጎልቢባ ሞባይላ ሒዛ ኣብ መደቀሲኣ ተረፈት። ኣደ ምስ መጸት ኣደ ናብ ጓላ ከደት። ኩሕኩሕ ኣቢላ ከመይ ሓዲርኪ ዛጓለይ ኢላታ ኣተወት። ሓሚመ ኣለኹ በለት ሕጂውን እዛ ቆልዓ። ኣደ ሴድያ ስሕብ ኣቢላ ኮፍ በለት። እሞ ዛጓለይ ኣብዚ'የ ኮፍ ኢለ ዘለኹ እሞ ሓሚምኪ ከም ዘለኽስ ነጊርክኒ እዚ ጉልባብኪ እስከ ቅልዕ ኣብልዮ በለታ። ቆልዓ ጉልባባ ቀለዐቶ። እንተኾነ ግን ጉልባባ ቀሊዓ፣ ሞባይላ ድማ ብኽልተ ኢዳ ሒዛ ናብታ ሞባይል ኣትኲራ ትጥምት ነበረት። ኣደ ድማ፣ እዛ ጓለይ ክዛረበኪ እየ መጺኤ ዘለኹ፣ ሓንሳብ ዶ እታ ሞባይልኪ ክትገድፍያ? በለታ። ይሰምዓኪ እንድየ ደለኹ፣ ተዛረቢ ጥራይ፣ ብእዝነይ እየ ዝሰምዓኪ፣ በለታ። ከመይ ደኣ እዩ'ሞ ዝገብረኪ ዘሎ? በለታ እታ ኣደ። ከብደይ ይሕመኒ ኣሎ። በሊ ደሓነይ እሞ ሕጂ ቀስ ኢልኪ'ሞ ተስኢ ተሓጻጸቢ፣ እዛ ሞባይልኪ ሓንሳብ ጊደፍያ፣ ከተዕርፍ እዛ ጓለይ። የዕሪፈ እንደ ሓዲረ፣ ደቂሰ'የ ሓዲረ። ሕጂ ግን ከዕርፍ እንተ ኾይነ፣ ካብዚ ናተይ መደቀሲ እሞ ውጽለይ፣ እዚ መደቀሲየይ ዕጸውዮ፣ ንበይነይ ክኸውን ደልየ ኣለኹ። በለታ እታ ቆልዓ ነዲ ኣደ ድማ ኣነ ውን ኣብ ገዛ ስለ ዘለኹ ኣብኡ ከለና ከ ኣነ ንስኽን ከኣ ንዕልል በለታ ኣደ ቆልዓ ግን ኣይደሊን እየ ሓሚመ ስለ ዘለኹ በይነይ ክኸውን ደሊ ኣለኹ በለታ ደሓን በሊ ሕራይ ዛጓለይ ትምህርቲ ምስ ተወድእ እሞ ንመሓዛ ክደውልላ ኢኹ እሞ ኣይድውለላን እየ እሳ ከኣ መሓዛይ ኣይኮነትን ምኽንያቱ ቀደም መሓዛይ ነይራ ቅድሚ ሕጂ ዝበለትኒ ነገር እውን ኣሎ ሕጂ ከኣ ምስ ካልኦት ተማሃሮ ኮይና ምስ ጉሩብ ከምቲ ክዛረበካ ዝደለየ ሰብ ትመስል እንተ ተዛረብክዋ ከኣ ኣቓልቦ ከሊኣትኒ እያ ኢላ እታ ቆልዓ ንዲኣ ተዛረበታ ኣብዚኣ ሕጂ እንታይ ንርዳእ እታ ቆልዓ ቀደም ዝተባህለቶ ክሳብ ሕጂ ኣብ እሙርኣ ሰሪጹ ከም ዘሎ እሞ ከኣ ሕጂ ኣቓልቦ ስኢና ርእሰ ምትሓት ተሰሚዕዋ ከም ዘሎ ንዕዘብ ካብቲ ኣዘራርባ ናይዛ ቆልዓ እዚኣ ማለት እዩ። ኣደ ስቕ በለት። ክትዛረበኪ ትደሊ እንተ ደኣ ኮይና ደኣ ደሓን እሞ በይና ፍልይ ኣቢልኪ ተዛረብያ ኢላ ኣደ ነታ ቆልዓ እቲ ዝተሰምዓ ርእሰ ምትሓት ካብኡ ከተውጽኣን ብርእሳ ክትተኣማመንን ነታ ቆልዓ ብሓሳብ ብዘረባ ክትድግፋ ጀመረት። ኣብዚ ወለ ደቅና ንሕና ወለዲ ደቅና ርእሰ ምትሓት ክስምዖም ከሎ ወይ ከኣ ኣብ ትምህርቲ ምስ ደቂ ትምህርቶም ከምዚ እስኻ ኣገዳሲ ኣይኮንካን ዝብል ከትሕትዎምን ከነኣእስዎም ከለዉ እቲ ንሕና ንብሎም ኣብ ገዛ እቲ ንሕና ነስምዖም ቃላት ነቲ ኣብ ትምህርቲ ዝሰምዕዎ ቃላትን ነቲ ምስ መሓዝቶም ክራኸቡ ከለዉ ዝሰምዕዎ ዘሎ ኣብ ኣእምሮኦምን ንዕኡ ዘፍርስ ስለዚ ኣደ ከደት ንጓላ ሻሂ ኣምጺኣትላ መግቢ ኣምጺኣትላ ንዕስከ በል እዛ ጓለይ ኢላ ኮፍ ኢላ ምስ ጓላ ዛንታ ኣምጺኣ ዕላል ቀጸለት ምስ ጓላ እሳ ትገብሮ ኩሉ ነገር ጽቡቕ ምዃኑ ብሓጺሩ ኣብ ርእሳ ዘለዋ ባሕታዊት ክትከውንን ኣብ ገዛኣ ክትዕጾን ምስ ሞባይላ ጥራይ ክትዛረብን ንሱ እታ ሰበይቲ ነቲ ኣብ እሙርኣ ዝነበረ ሓሳብ ብቓላትን ኣፍረሰቶ። እምበኣሬከስ ኽብራት ወለዲ ሎማዓንቲ እዚ ክንዘራረበሉ ዝጸናሕና እሕጽርይ ኣቢልዮ ዘለኹ እቲ ፕሮግራም ነዊሕዩ ነይሩ ግን ኣነ እቲ ዘድልየናን እቲ ኣባናን ኣብ ደቅናን ንኸይበጽሕ ወይ ከኣ እንተ በጺሑና ከመይ ክንገብር ኣለና፣ እንታይ ኢና ደኣ ክንገብር፣ እሞ ኸኣ ኣባይ ጥራይ ኣይኮነን ንኽንብል ኢለ'የ እዚ ሓሳብ እዚ ኣምጺኤዮ ዘለኹ። እምበኣረይከስ ንደቅና ብኹሉ ነገር ርእሰ ምትሓት ከይስምዖም፣ ብኣካዳድንኦም፣ ብኹሉ ነገር፣ ብናይ ጁባ ዝሕዝዎ ገንዘብ፣ ምስ ኣዕሩኽቶም ክኸዱ ከለዉ ብዘውጽዎ ናይ ሻሂ ድስተ ክገዝኡ ከለዉ ኣብ ኩሉ ምትሓት ንኸይስምዖም፣ ኩላህና ስድራ ቤት እኮ ካብ ደቅና ንበቅቅ ኣይኮናን ዘለና ኩሉ ንደቀይ ኢና ንብል ንደቀይ ኢልና ኢና ንህቦም ግን ኣዚና ድማ ኣቓልቦ ክንገብረሉ ኣለና ኣብዚ ዘበን እዚ ብፍላይ ድማ ክብል ስለ ዝደለኹ እየ እምበኣረይከስ ንሕና ኩሉ ገዲፍና ኣብ ናብራ ምምዕርራይ ኢና ዘለና እሞ ንሕና ኣብ ካልእ ገልጠምጠም ከለና ደቅና ድማ ብኻልእ ነገር ንኸይጉድኡና ሰብ ብኣካሉ እንተድኣ ተሃሪሙ ኣብ ኣካሉ ማህረምቲ እንተድኣ ሃልይዎ የሕምሞ እዩ ኣብ ግዜ ኢኻ ትፈልጦ በቲ ድሰምዖ ወይ ከኣ በቲ ዝሪኦ እንተድኣ ዝኾነ ማህሰይቲ ወሪድዎ ግን ኣብ ኣእምሮ ዝፍጸም ኩሉ ኣይንሪኦን ኢና እሞ ዘይርሳዕ ከኣ ስለዝኾነ ነባሪ ከኣ ስለዝኾነ ኣብዚ ንኸይበጽሑ እንዳሳዕረረ ከይከደ ኮሎ ኣብ ግዚኡ ወለዲ ተረዲእና ነዚ ነገር እዚ ክንተግሃሉ ኢሊ'የ። ኣምጽኤዮ እዚ ሓሳብ እዚ ኣነ ብዙሕ ስለ ዝተምሃርኩ ይጠቅም ኢለ እየ ኣምጽኤዮ ኣይንገብሮን ኢና ኣይትገብርዎን ኢኹም ኣነ ጥራይ እየ ፈላጥ ኣነ ጥራይ እየ መኻሪት ምባል ግን ኣይኮነን እታ ሓሳበይ እቲ ኣርእስተይ ግን ንዘራረብ ስለ ዝኾነ ኩላህና ሓሳብ ንሓሳብ እንዳተለዋወጥና ናብራና ክነቕልል ስለ ዝኾነ እቲ ሓሳበይ እየ ኣምጽኤዮ ዘለኹ ጽን ኢልኩም ስለ ዝሰማዕኩምኒ የመስግነኩም ቻው